ጸጋን ሰላምን ካብ እግዚኣብሔር ኣቦናን ካብ ጎይታና የሱስ ክርስቶስ ወዱ ነቦን ምስ መንፈስ ናይቶም ኣብ ርሑቕን ቀረባን ኮንኩም ነቲ ካብ ወርቅን ኣልማዝን ኣዝዩ ዝኸበረ ምስ ከደ ከኣ ዘይምለስ ግዜኹም ሰዊእኹም ነዚ ብዋንጋድ ዋንሳን ዝመሓላለፍ መንፈሳዊ መደብ እትከታተሉን ዘለኹም ዘበልኩም ይኹን። ኣዚኹም ዝተፋቐርኩም ፍቑራትን ክቡራትን ኣሕዋተይ ከመይ ቀኒኹም? ሰላም ቀኒና ክኾን መልስኹም ብጎይታ እምንቶ እዩ። ንሎሚ ብምኽንያት እዚ ቅንያት እዚ ዘሎ ልደት ክርስቶስ ወይ ክሪስማስ እናተብሃለ እዚ በዓል ዝተዳለወ ፍሉይ መደብ ብጸጋ ኣምላኽ ሒዘልኩም ቀሪበ ኣለኹ። እዚ ሕጂ ተዳልዩ ዘሎ መደብ መጀመርያ ታሪኻዊ ማለት እዚ ሕጂ ልደት ክርስቶስ እናተብሃለ እዚ በዓል ዘሎ ታሕሳስ ዕስራን ሓሙሽተን ብኸመይ እዩ ናብ ክርስቶስ ልሒሙ፣ ማለት ልደት ክርስቶስ ክበሃል ክኢሉ፣ ቅድሚኡኸ እንታይ ነይሩ ዝብል ታሪኻዊ ሓጺር ዝኾነ ዳህሳስ ዝሓዘ መደብ ክቐርበልና እዩ። ስዒቡ ኸኣ መጽሓፍ ቅዱስከ ብዛዕባ እዚ ታሕሳስ ዕስራን ሓሙሽተን እንታይ ይብለና? ብርግጽ ታሕሳስ ዕስራን ሓሙሽተን ክርስቶስ ዝተወልደሉ ዕለት ድዩ? ወይስ እቲ ብሓበሻ ዝበዓል ብግእዝ ታሕሳስ ዕስራን ትሽዓተን ብኣውሮጳ ኣቋጽራ ከኣ ጥሪ ሸውዓተ ዝበዓል ብርግጽ ንሱ ክርስቶስ ዝተወልደሉ ድዩ? መጽሓፍ ቅዱስ እንታይ መረጋገጺ ህበና ዝብል መጽሓፍ ቅዱሳዊ ዳህሰስ ድማ ሒዝና ክንቀርብ ኢና። ድሕሪ እዚ ሓጻር መሰጋገሪ ሙዚቃ ከከም ቅደም ተኸተሉ ክቐርበልኩም እዩ እሞ ክሳዕ መወዳእታ ክትከታተሉ ብጸጋ ኣምላኽ እናተማሕጸንኩ ምሳና ጽንሑ።

ልደት መዓስን ብኸመይን ክበዓል ከም ዝጀመረ ትፈልጡ ዶ? ዕለተ ክርስቶስ ክበዓል ቅድሚ ምጅማሩ እቲ ኣዝዩ ፍሉጥ ዝነበረ ዕለት ሽዱሽተ ጥሪ ዝበዓል በዓል ጥምቀት ኮይኑ እዚ ኸኣ ንኽብሪ እቶም ብኾኾብ እናተመርሑ ናብታ እቲ ሕጻን ክርስቶስ ዝነበራ ቤት ዝበጽሕዎ ሰብ ጥበብ ዝጽንበር እዩ ነይሩ። ከም ተወሳኺ ድማ እቲ ንሞትን ትንሳኤን ክርስቶስ ኣመልኪቱ ዝተሰርዐ ሕጊ በዓል ፋሲካ፣ ከም ልማድ ኣይሁድ በቲ ምዱብ ግዜ ማለት ወርሒ ኣቢብ ዝበዓልዎ ነይሩ እዩ። ታሕሳስ ዕስራን ሓሙሽተን ከም ናይ ልደተ ክርስቶስ ክጽንበር ከም ዝጀመረ ዝጠቅስ ዓውደ ኣዋርሕ ናይ ሮማውያን ኮይኑ እዚ 336 ኤዲ ምንባሩ መዛግብቲ የመልክቱ። መጽሓፍ ቅዱስና ንዕለተ ልደተ ክርስቶስ ኣመልኪቱ ዝሃቦ ንጹር ሓበሬታ የልቦን ዝብል ዝና ኣተሓሳስባ ስለ ዘለዎ ልደተ ክርስቶስ ኣመልኪቱ ተገራጫዊ ሓሳብ ክህሉ ምኽንያት ኰይኑ ኣሎ። ኣብ መወዳእታ ሳልሳይ ዘመን እቶም መራሕቲ ኣብያተ ክርስትያናት ነቶም ዝነበሩ ኣረማውያን ናብ ሃይማኖት ክርስትና ክምልስዎም ብዝብል ስነ ኣተሓሳስባ በቲ እቶም ኣረማውያን ንኣማልኽቶም፣ ማለት ሳቱርን፣ ሮማዊ ኣምላኽ ናይ ሕርሻን፣ ሚትራ፣ ፋሪሳዊት፣ ብመልክዕ በዓል ዝጽምብሉሉን ዘምልኹሉን ታሕሳስ ዕስራን ሓሙሽተን ስለ ዝነበረ፣ በዚ ዕለት እዚ ልደተ ክርስቶስ ክበዓል ወሰኑ። እዚ መስርሕ እዚ ንብዙሓት ኣረማውያን ናብ ናይ ሃይማኖት ክርስትና ኣብ ምምላሱ ዓቢ እጃም ነይርዎ እዩ ክበሃል ይከኣል። ብ ሰለስተ ሚእትን ሰላሳን ሽዱሽተን ኤዲ፣ ታሕሳስ ዕስራን ሓሙሽተን፣ ከም ዕለተ ልደተ ክርስቶስ፣ ክበዓል ምስ ተኣወጀ ክሳዕ ሰለስተ ሚእትን ሰብዓን ሸሞንተን AD ብኣረማውያን ጥራይ ክበዓል ድሕሪ ምጽንሑ፣ እዚ ኣዋጅ እዚ ብሃይማኖት ክርስትና ተቐባልነት ዝረኸበ ብ ሰለስተ ሚእትን ሰብዓን ሸሞንተን AD ክኸውን ከሎ፣ ዓመት መጸ ዓመት ክሳዕ ሰለስተ ሚእትን ሰማንያን ሓደን AD ክርስትያናት ክበዓል ድሕሪ ምጽንሑ ብዝተፈላለየ ምኽንያት ካብ ሰለስተ ሚእትን ሰማንያን ክልተን AD ክሳብ ሰለስተ ኣርባዕተ ሚእቲ AD ብዘይምበዓል ኣቋሪጹ ድሕሪ ምጽናሕ ካብ ኣርባዕተ ሚእቲ ኤዲ ተሓድሶ እቲ ዝነበረ ኣዋጅ ዳግማይ ጠጠዐ። ካብኡ ንነጀው ክሳዕ ሎሚ ታሕሳስ ዕስራን ሓሙሽተን ከም በዓል ዕለተ ልደተ ክርስቶስ ይጽምበል ኣሎ።
ኣየናይ ውልቃዊ ወይስ ሕብረታዊ ኣካል እዩ ንልደት መስሪትዋ? ሕጋውነታ ኣብ ልምዲ ክርስትና ብኸመይከ ቖመ? ኮንስታንቲን ዘ ግሬት ኣብ ሰለስተ ሚእትን ዕስራን ሓሙሽተን ድሕሪ ልደት ክርስቶስ፣ ቀዳማይ ሮማናዊ ዝዀነ ክርስትያን ንጉስ ነገስተ፣ ንበዓል ልደት ከም ቀዋሚት ጽንዕትን በዓል ታሕሳስ ዕለት ዕስራን ሓሙሽተን ከም እትውዕል ኣቕረባ። ምክንያቱ ድማ ንዛ በዓል ከም ኣገባብ ሕብረት ንግዝኣቱን ብቐሊሉ እምነት ናይቶም መብዛሕትኦም ኣሬማውያን ካብ ክርስትና ምልዋጥ እዩ ነይሩ። ኣብቲ ሽዑ ግዜ ድማ ክልተ ፍሉጣት ብግዜ ሓጋይ ዝበዓላ በዓላት ነይረን። እታ ቀዳመይቲ ከም ዝገለጽናዮ ንሳተርን፣ ሮማናዊ ኣምላኽ ሕርሻ፣ ንሸውዓተ መዓልታት ትኽበር እያ። እታ ኻልኤቲ ድማ ብምኽንያት ዝኽሪ ሚትራስ፣ ፋሪሳዊት ኣምላኽ ብርሃን ትበዓል እያ። ካብ ታሕሳስ ዕስራን ሓሙሽተን ጀሚራ ስጋብ ጥሪ ሓደ ድማ ትኽበር። ምንጪ እዛ በዓል ድማ፣ ሚትራስ ነቶም ሮማናዊ ወተሃደር ኣብ ወተሃደራዊ መንገዶም ናብ ፋሪስ ክኸዱ ኸለዉ፣ ተጓኒፋቶም ኢሉ ይሕሰብ። ንጉስ ነገስተ ኮንስታንቲን ልምድታት ካብ ከምዚ ዝኣመሰሉ በዓላት ምስ በዓል ልደት ኣተኣሳሰረን። ሽዑ ድማ ልደት መጸት። ስድራቤትን መሓዙትን ይእከቡ፣ ህያባት ይለዋወጡ፣ ከምኡ እውን ናይ ዝኾነ ልደት ሰብ ይኽበር ነይሩ። ከም ተወሳኺ ልደት ተመሳሳሊ ምስ ሮማናዊ፣ ፋሪሳዊን ኣሬማዊን ዝኾነ በዓላት እያ ነይራ። ካብ ዓመት ሰለስተ ሚእትን ሰላሳን ሽዱሽተን ድሕሪ ልደት ክርስቶስ ጀሚሩ ጳጳስ ጁልዮስ ቀዳማይ ልደት ክርስቶስ ኣብ ታሕሳስ ዕለት ዕስራን ሓሙሽተን ከም ትበዓል ኣወጀ። ካብ ጥንቲ ጀሚሩ ኣብዛ ዕለት እቶም ኣብ ሰሜናዊ ንፍቅ ክቢ ዝጥቕመጡ ሕጽረት ሰዓታት ብርሃን ኣትዩ እዩ ኢሎም የኽብሩ ነይሮም። ጳጳስ ጁልዮስ ቀዳማይ ነቶም ኣሬማውያን ዝነበሩ ሮማናውያን ብቐሊሉ ናብ እምነት ክርስትና ክልውጦም ደልዩ ነይሩ። በቲ ሽዑ ግዜ ድማ ምስናይ ደረጅኡን ሽመቱን ከም ጳጳስ ድማ ንህዝቢ ክርስትያን ዓቢ ዘይማትእ ጽልዋ ነይርዎ። እዚ ድማ ብመንጽር ኮንስታንቲን ኣገዲዱ ብሓይሊ ከተኣታትዎ ዝኽእል ምዃኑ ኢዩ።

ኣመጻጽኣ ልደት ክርስቶስ ብኸመይ ናብ ስም ክርስቶስ ናብ ልደት ክርስቶስ ከም ዝማዕበለ እቲ ነገር በዝቐረበልና ሓጺር ዳህሳስ ዓጊብኩም ክትኮኑ ተስፋ እገብር። መጽሓፍ ቅዱስከ እንታይ ይብለና ናብ ዝብል ከኣ ሕጂ ክንሓልፍ። ነዛ እንሪኣ መጽሓፍ ቅዱሳዊት ዳህሳስ ድማ ሓንቲ ኣርእስቲ ክህባ እባ ሃብለኒ። ጥብቲ ሓሶት ንሓቀኛ ፍጻመ ልበወለድ ይገብሮ እያ ትብል። ክደግመልኩም እየ እታ ኣርእስታ ጥብቲ ሓሶት ኣብ ሓቀኛ ፍጻመ ወይ ንሓቀኛ ፍጻመ ልበወለድ ይገብሮ እትብል እያ እንታይ ማለትካ እዩ እዚኣ ካብዛ ርእሲ እዚኣ ተበጊስና ጥራይ ኳስ እንታይ ማለትካ እዩ ክትብሉኒ ትኽእሉ ኢኹም ፍቕራት ኣሕዋተይ ጥብቲ ሓሶት ኣብ ሓቀኛ ፍጻመ ኢለ ኣለኹ ሓቀኛ ፍጻሜ ኣሎ፣ ንሱ ኸኣ እንታይ እዩ? ክርስቶስ እተወልደ ምዃኑ። ግን ኣብቲ ክርስቶስ ተወሊዱ እንብሎ ዘለና ፍጻመ ሓሶት ድማ ኣሎ። እንታይ እዩ? ታሕሳስ ዕስራን ሓሙሽተን ወይ ጥሪ ሸውዓተ እዩ ተወሊዱ ዝብል። ስለዚ እቲ ፍጻመ ሓቂ እዩ፣ ክርስቶስ ከም ተወልደ፣ ህጻን ተወሊዱልና፣ ወዲ እውን ተወሂቡና፣ ዝብል ከምኡውን ንስኻ ወደይ ኸኣ ነሎ ምወለድኩኻ ዝብል ንዝመስል ትንቢታዊ ቃላት ምፍጻሙ ሓቂ እዩ ተፈጺሙ ምዃኑ ርግጽ እዩ ሓቂ እዩ ግን ኣብዚ ሓቀኛ ፍጻመ እዚ እንታይ እቲና ኣለና ጥብታ ሓሶት እቲና ኣለና እሱ ኸኣ ወርሕን መዓልትን ዝብል እዩ ብዙሓት ናይ ቲዮሎጂ ምሁራን ክርስቶስ ታሕሳስ ዕስራን ሓሙሽተን ከም ዘይተወልደ የረጋግጽዎ እዮም፣ ዝዛረቡሉ ነገር እዩ። እናተባህለ ግና ስለምንታይ ድኣ ታሕሳስ ዕስራን ሓሙሽተን ይበዓል ኣሎ? ዋላ ታሪኻዊ ኣመጻጽኣ እውን ከምቲ ክንርእዮ ዝጸናሕና ታሕሳስ ዕስራን ሓሙሽተን ቅድሚ ክርስቶስ ተወሊዱላ ዝብል ካልእ ትበዓል ምንባራ ርኢና ኣለና። ከምኡ ምዃኑ እቲ ሓቂ እንዳሃለወ ድኣ ስለምንታይ ኢና ታሕሳስ ዕስራን ሓሙሽተን ክበዓል መሪጽና ዘለና? ተባሂሉ ክሕሰብ ከሎ እቲ ዝወሃብ መልሲ እቲ መጽሓፍ ቅዱስ ክርስቶስ እተወልደሉ ወርሕን መዓልትን ኣየረጋግጸልናን ስለ ዝኾነ ዝብል ኣስዕብ ኣቢልካ ከኣ እሞ ዘየረጋግጸልና ካብ ኮነ ግን ከኣ ክርስቶስ ተወሊዱ ኢልና ከነብዕል ከኣ ስለ ዝደለና እታ ተባሂላ ዘላ መዓልቲ ብቐሊሉ እንተብዓልናያስ እንታይ ጸገም ኣለዎ ዝብል መልሲ እዩ ዝወሃበካ። ግና ኣብቲ ሓቂ ክንመጽእ ከለና ክርስቶስ እተወልደላ ወርሒ ሎሚ ብመጽሓፍ ቅዱስ ከነረጋግጾ ኢና። መጽሓፍ ቅዱስ መረጋገጺ ይህበና ስለ ዝኾነ። ክብሪ ንስም ይኹን። ታሕሳስ ዕስራን ሓሙሽተን ወይ ጥሪ ሸውዓተ ንክትበዓል ንጥቀመሉ ጥቅሲ ውን ኣሎ ኣብ እሱ ውን ክንሪኦ ኢና ብኡ መሰረት ብምግባር ተብዓልናዮ ታይ ኣለዎ ናብ ዝብል ተታባቢዕና ንከይድ ግናኸ ኣብቲ እንታይ ኣለዎ ኣለዎ ድማ እብል ኣለኹ መጀመርያ ክነረጋግፆ ዝግበኣና ሓደ ዩ ንሓደ ዛዕባ ብዝምልከት ሓደ ሓቂ እምበር ክልተ ሓቂ ከምዘየለ ብቐሊሉ ክንሓስቦ ዘለና እቲ መጀመርያ ክርስቶስ ክልተ ግዜ ክውለድ ኣይክእልን እዩ። ብግእዝ ብሓበሻ ታሕሳስ ዕስራን ትሽዓተን ወይ ጥሪ ሸውዓተ ክርስቶስ ተወሊዱ ተባሂሉ ድሕሪ ተወሰነ እዋን ክበዓል እዩ። ብምዕራባውያን ሃገራት ድማ ክርስቶስ ታሕሳስ ዕስራን ሓሙሽተን ተወሊዱ ተባሂሉ ይበዓል ኣሎ። ነዚስ ክልተ መዓልቲ ንሓደ ኣካል ተወሊዱ ክትብሎ ካብ ክልቲኡ ሓደ እዩ ሓቂ ክኸውን ኢልካ ክትሓስብ። ክልቲኡ ግን ሓቂ ከም ዘይኮኑ ኣብ ታሪኽ ርኢና። ብኻልኣይ ደረጃ ክሕሰብ ዝግብኦ ነገር፣ ቅድሚ ናብቲ ዳህሳስ ምኻደዩ ክሕሰብ ዝግብኦ ነገር ኣሎ። ንሱ ኸኣ ክርስቶስ እተወልደላ ዕለት ኣመልኪትና ክነብዕል ኣየናይ ትንቢታዊ ቃል እድግፈና? ዝብል ሕቶ ክንምልሶ የድልየና። ካብዚ ከይወጻእኹ፣ ክርስቶስ ተወሊዱ ኣብዚ ምድሪ ኣብ ዝነበረሉ እዋን፣ ኣበየናይ ግዜ ዕለተ ልደቱ ከብዕል ወይስ ደቀ መዛሙርቱ ከብዕልሉ እንተ ረኣና ኢና እሞ ንሕና ሎሚ ክነብዕል? ዝብል ሕቶ እውን ክንምልስ ከድልየና እዩ። ምኽንያቱ ጐይታ እንታይ ኢሉ? ካባይ ተማሃሩ። ኣርዑተይ ጹሩ ንነብስኹም ዕረፍቲ ክትረኽቡ ኢኹም ካባይ ተመሃሩ ኢሉና ኣሎ እሞ ካብኡ ክንመሃር እንዳዓደመና ንሱ ክገብሮ ተደይ ርኢና ንሕናኸ ከመይ ኢልና ደኣ ንዑ እዚኣ ተወሊዱላ ኢልና ንገብራ ወይ ነብዕላ ሃዋርያ ጳውሎስ እውን ኣብ ሮሜ ምዕራፍ ዓሰርተ ሓሙሽተ ከነንብብ ከለና ክርስቶስ ብቓል ኮነ ብግብሪ ዘይገበሮ ነገር ክዛረበሉ ኣይደፍርን እየ ክብል ዝተዛረቦ ቓል ኣሎ። እንታይ ኢሉ? ክርስቶስ ብቓል ኮነ ብግብሪ ዘይገበሮ ክዛረበሉ ኣነ ኣይደፍርን እየ ኢሉ። ማለት ክርስቶስ ክዛረበሉ ዘይሰማዕክዎ ኣነ ኣይዛረበሉን እየ ይብል ኣሎ። ክርስቶስ ክገብሮ ዘይረኣኽዎ ኣነ ኣይገብርን እየ ይብል ኣሎ። እሞ ኣብቲ ክርስቶስ ዝተዛረቦን ዝገበሮን ኣብ ኣርባዕቱ መጻሕፍቲ ወንጌል ዘሎ ክንርኢ ከለና ክርስቶስ እተወልደላ መዓልቲ ከብዕል ወይ ኣብ ኣብዕልዋ ኢሉ ክእዝዝ ኣየንበብናን። ካበይ ደኣ ነምጽኦ? ወይ እውን መጽሓፍ ቅዱስና ክንድህስስ ከለና ብመሰረቱ ዕለተ ልደት ምጽንባል ወይ ምብዓል ባህሊ ቅዱሳን ዶ ወይስ ባህሊ ኣህዛብ እዩ ኢልካ ውን መሰረታዊ ዳህሳስ ክግበረሉ ውን ይግባእ እዩ። እሞ ኣብኡ ክንመጽእ ከለና ኣብ መጽሓፍ ቅዱስና ኣነ በዚ ድኹም ኣእምሮይ ክሳብ ዝራእኽዎ ኣብ ክልተ ስፍራ ጥራይ ዕለተ ልደት ክጽንበል ርእየ ኣለኹ። እቲ ሓደ ፈርኦን ክኸውን ከሎ ዘፍጥረት ምዕራፍ ኣርብዓን ሓደን ዘሎ ቃል እዩ። ዘፍጥረት ኣርብዓን ሓደን ኣብኡ ንረኽቦ ክሳብ ምዕራፍ ኣርብዓን ክልተን ኣብ ዘሎ ክንሪኦ ንኽእል ኢና። እቲ ካልኣይ ሄሮድስ ልደቱ ዝጸንበለሉ ግዜ ከኣ ኣብ ማቴዎስ ምዕራፍ ዓሰርተ ኣርባዕተ ወይ ኣብ ማርቆስ ምዕራፍ ሽዱሽተ ድማ እንሪኦ ነገር እዩ። ካብ ቅዱሳን ካብቲ ዝኸ ካብቶም ዝኸቡና ደበና ምስክር ሓደ እኳ ዕለተ ልደቱ ክጽንብል ኣይረኣናን ወይ ዕለተ ልደት ናይ ደቁ ክጽንብል ኣይረኣናን። ስለዚ ግ ክርስቶስ ተወሊዱ ኣብ ዝነበረሉ እዋንሲ ልደት ዕለተ ልደት ይጽንበል ኣይነበረን ደሓር ዝመጽኣ ማ- እ፣ ምዕባለ እዩ ወይ ታሪኽ እዩ እ፣ እኳ ከይንብልሲ ነይሩ እዩ ክርስቶስ ተወሊዱ ኣብ ዝነበረሉ እዋን ሄሮድስ እኳ ኣብዒሉ እዩ። እሞ እዚኣ ቅብልቲ ኔራ እንተትኸውን ኣብ ጎይታን ኣብ ደቀ መዛሙርቲ ጎይታን እውን ምረኣናያ ኔርና። እዚ እቲ ኣዝዩ ከተሓሳስበና ምስ በዓላ ኣህዛብ ከይንጽንበር ዝግበኣና ነቲ ውጹን ተፈለዩን ዝበለና ቃል ኣጸቢቕና ምስ ሕይወትና ከነሕብሮ ዝግበኣና ምዃኑ እየ ዝዛረብ ወይ ዝምስክር ዘለኹ። ብጣዕሚ ኢና በብግዜኡ ንርእዮም ነገራት ኣለዉ ምስ በሃሊ ብጣዕሚ ተሓናፊጥና ኣለና። ኤፍሬም ምስ ህዝብታት ይጻናበር ኣሎ ዝብል ቃል ብትኽክል ኣብ ዘመንና ኣብ ዘሎ ክርስትና ይፍጸም ኣሎ ክንወጽእ ካብዚ ይግባኣና ውጹን ተፈለዩን ዝበለና ክንወጻሉን ክንፍለየሉን ዝግባኣና ነገር ተዘይህሉ ኣይኮነን ሕራይ ዳሓን ታሕሳስ ዕስራን ሓሙሽተን ወይ ጥሪ ሸውዓተ ንክበዓል እንታይ ኣለዎ ንምባል እንታይ ኣለዎ ተብዓልናዮ ዳሓን ዘይንፈልጦ ካብ ኮና እንታይ ኣለዎ ተብዓልናዮ ንዝብል እንጥቀመሉ ጥቕሲ ኣብቲ ብድሕሪኡ ዝመጽእ ተኸታታሊ መደብ ሒዘልኩም ክቐርብ ምዃነይ ብጎይታ ተስፋ እገብር ኣለኹ። ሕጂ ግን ሓደ ነገር ምላሽ ክንህበሉ ይግባእ። ንሱ ኸኣ መጽሓፍ ቅዱስሲ መረጋገጺ ስለ ዘይህበና ኢና እኳ ነዚኣ ኣብ ሃለና ነብዕላ ዘለና ዝብል የዋህ ዝኾነ ምኽንያት ኣለና። መጽሓፍ ቅዱስ ግን መረጋገጺ ይህበና ኢዩ። ናብቲ መጽሓፍ ቅዱስ ዝህበና መረጋገጺ ክንሓልፍ። ክብሪ ንስም ይኹን። ሓደ ነገር ክብለኩም ወይ እቲ ነገር ውፁእ ሓሶት ወይ እቲ ነገር ውፁእ ሓቂ ክኸውን ግባ እዩ ሕብራዊ ክኸውን የብሉን ኣብዚ ምድሪ እዚ ክልተ ነገር ጥራይ ዘሎ ክልተ ነገር ጥራይ ኣሎ ንስኻ ሓቂ ብኣንጻሩኻ ሓሶት ብርሃን ብኣንጻሩኻ ጸልማት ፍቕሪ ብኣንጻሩኻ ጽልኢ ህይወት ብኣንጻሩኻ ሞት በረኸት ብኣንጻሩኻ መርገም ቅድስና ብኣንጻሩኻ ርኽሰት ጽድቂ ብኣንጻሩኻ ሓጢኣት። ካብዚ ክልተ ወጻኢ ግን የለን። ኒውትራል ወይ ማእኸላይ ወገን ናይ ክልቲኡ ዘይኮነ ሳልሳይ ዝበሃል የለን። ስለዚ ውጹእ ነገር ክንሕዝ ይግበኣና እዩ። ነቲ ሕጊ እግዚኣብሔር ለይትን መዓልትን ዝመራምሮ ሰብ ብፁእ እዩ እናበለና ገለገለ ሰኣን ምምርማርን ሰኣን ምምርማርን ዝተርፈና ምስ ባህልታት ኣህዛብ ተጻናቢርና እንነብረሉ ኣሎ። ሓደ ካብኡ እዚ ሎሚ ዝበዓል ዘሎ እዩ። ብዝኾነ መጽሓፍ ቅዱስና ዝህበና ሓቂ እንታይ ይመስል ናብ ዝብል ነገር ንምጻእ። ርግጸኛ እየ እዚ ሕጂ ዝጠቕሶ ጥቕሲ፣ እዚ ሕጂ እንርእዮ ምዕራፍ፣ እዚ ሕጂ እንርእዮ ክፍሊ መጽሓፍ ቅዱስ ብዙሕ እዋን ዘንበብናዮ እዩ። ምናዳ ኣብ ግዜ ልደት ክርስቶስ ኢልና እንሓስቦ ዕለት ክመጽእ ወርሕን ዕለትን ክመጽእ ከሎ እነንብቦ ተኸታታሊ እዋን እነንብቦ እዩ። ግና ብምሕዳስ ሓሳብኩም ተለዊጥኩም ፍቑራት ኣሕዋተይ ሎሚ ምሳይ ሓቢርኩም ክትከታተሉ ደጊመ ብጸጋ ኣምላኽ እዕድመኩም። ሉቃስ ቀዳማይ ምዕራፍ ጥቕሲ ዕስራን ሽዱሽተን ክነንብብ ኢና መጀመርያ ሓፍተይ ክተንብብ እየኺ ጎይታ በረኽ ኣብልኪ
ኣሜን ወንጌል ሉቃስ ምዕራፍ ሓደ ጥቕሲ ዕስራን ሽዱሽተን ዕስራን ሸውዓተን ብሽም የሱስ ከንብበየ ብሳልሰይቲ ወርሒ ገብርኤል መልኣኽ ናብ ናዝሬት እትብሃል ዓዲ ገሊላ ናብ ሓንቲ ድንግል ካብ ኣምላኽ ተላእከ። ንሳ ንዮሴፍ ዚብሃል ሰብኣይ ካብ ቤት ዳዊት እተሓጽየት እያ። ስም እታ ድንግል እቲኣ ኸኣ ማርያም እዩ።
ከሕጽሮ ክሳብ ኣቕንቢብና ኣለና። ገብርኤል ንማርያም ከበስራ ዝመጾ ወይ ዝመጸ በቲ ግዜ እቲ ክትጠንስ ምዃና ወዲ ክትወልድ ምዃና እቲ ዝውለድ ቅዱስ ወዲ ኣምላኽ ክበሃል ምዃኑ እዩ። እዚ እዩ ካብ ኣሰራ መጺኡ። እዚ እዩ ከረድኣ መጺኡ። እዚ ከረድኣ ዝመጽኣሉ ግዜ ሳድሳይ ወርሒ ነበረ እብለና ኣሎ። ብሳድሰይቲ ወርሒ መጺኡ መንፈስ ቅዱስ ክወርደኪ ሓይሊ እቲ ልዑል ከጽለኪ እቲ ካባኺ ዝውለድ ቅዱስ ወዲ ኣምላኽ እዩ በቃ ክትጠንስኺ ክትወልዲ ኢኺ ኢሉ ተኣምራት ድንግል ክትጠንስ ተራእዩ ስለ ዘይፈልጥ ተኣምራት ይነግራ ኣሎ ተኣምራት የበስራ ኣሎ እዚ ዘበሰራ ግዜ ንሱ ሻድሻይ ወርሒ ከም ዝነበረ ይነግረና ኣሎ ግርም ኣብኣ ኣብታ ሉቃስ ቀዳማይ ምዕራፍ ሕጂውን ካብ ሰላሳን ሽዱሽተን ክሳብ ሰላሳን ሸሞንተን ዘሎ ከኣ ደጊምካ ተንብብዮ ኢኺ።
እንሆ ኤልሳቤጥ እታ ዘመድኪ እኳ ንኣምላኽ ዝሰኣኖ ነገር ስለ ዘየልቦ ኣብ እርግናኣ ወዲ ጠኒሳ ኣላ። ነታ መኻን እትበሃል እዚ ወርሒዚ ሳድሳያ እዩ በላ። ማርያም ከኣ እኔኹ ኣነ ባርያ እግዚኣብሄር፣ ከምቲ ዘረባኻ ይኹነለይ በለት። በቃ
ማርያም እውን ኣብዚ ሓሳብ እዚ ዝተሰማምዐት፣ እዚ መልኣኽ ዘበሰራ ቃል ምስ ህይወታ ዘሕበረት ኣብዚ ወርሒ እዚ እዩ፣ ኣብዚ ሻድሻይ ወርሒ እዩ። ኣብኡ ካብቲ እዚ ቓል ምስ ህይወታ ዘሕበረትሉ ግዜ ካብ ታሽዓ እኔኹ ኣነ ባርያ እግዚኣብሄር ከምቲ ዝበልካዮ ይኹን ዝበለትሉ ግዜ ጀሚሩ እቲ መስርሕ ተጀሚሩ ኣሎ ማለት እዩ ማለት ክርስቶስ ክጥነስ ጀሚሩ ተጠኒሱ በቃ መጽዩ ኮይኑ ይኸውን ኣሎ ስለዚ ሕጂ ካብዛ ሻድሸይቲ ወርሒ ኢና ትሽዓተ ወርሒ ክንቆጽር ምኽንያቱ ክርስቶስ ተጠኒሱ ክውለድ እቲ ንዝኾነ ይኹን ሰብ ዝሓቶ ኣዋርሕ እዩ ወሲዱ እሱ እውን እቲ መስርሕ ጥንሲ ልክዕ ከምቲ ናይ ካልእ ሰብ ከምኡ እዩ ኣብ ክርስቶስ እውን ተፈፂሙ እምበር ወይ ኣብ ሸውዓተ ወርሒ ወይ ኣብ ሽዱሽተ ወርሒ ኣይተወልደን ትሽዓተ ወርሒ ወሲዱ ስለዚ ካብዚ ሻድሸይቲ ወርሒ ጀሚርና ኢና ሕጂ ትሽዓተ ወርሒ ክንፅብፅብ ዘሎና ቅድሚ እዚ ምጽብጻብና፣ ሕጂ ካብዛ ሻድሸይቲ ወርሒ እንዲና ትሽዓተ ወርሒ ክንጽብጽብ፣ ቅድሚ እዚ ምጽብጻብና ግን እዚ ሳድሳይ ወርሒ ዝበሃል ዘሎ ብኣየናይ መሰረት እዩ? ብኣየናይ ኣውደ ኣዋርሕ ወይ ብኣየናይ ኣቆጻጽራ ኣውደ ኣዋርሕ እዩ? እንተኢልና ከኣ ብናይ ኣይሁድ ኣውደ ኣዋርሕ እዩ። ወይ ብናይ ኣይሁድ ናይ ኣዋርሕ ኣሰራርዓ እዩ። ሕራይ ሕጂ እታ ሻድሸይቲ ወርሒ ኣየነቲ ምዃና ንምርካብ እታ ቀዳመይቲ ወርሒ ክንፈልጥ ከድልየና እዩ ምኽንያቱ እቲ ኣቋጽራ ዓውደ ኣዋርሕ ናይ መን ኢለኩም ናይ ቤት እስራኤል ዓውደ ኣዋርሕ እዩ ናይ ግሪጎርያን ኣይኮነ ናይ ግእዝ ኣይኮነ ኦኬ እዚኣ እንድሕር ተረዲኣትና ሕጂ እታ መጀመርያ ወርሒ ናይ ዓመት ትኹነልኩም ዝበላ እግዚኣብሄር ንቤት እስራኤል ከኣ ንሳ እታ ኣቢብ ወይ ኒሳን እትበሃል ንሕና መጋቢት እንብላ እያ። ሕጂ ኣብ ኣሰራርዓ ዓውደ ኣዋርሕ ናይ ቤት እስራኤል ክንመጽእ ከለና ከኣ ከመይ እዩ ዝስራዕ እቲ ቀዳማይ ወርሒ ዝበሃል ከምዚ ናትና ካብ መጋቢት ሓደ ክሳዕ መጋቢት ሰላሳን ሓደን እዩ ከም ሓደ ወርሒ ንቆጽሮ ከምኡ ኣይኮነን ናቶም እንታይ እዩ ካብ ፍርቂ መጋቢት ናትና ክሳዕ ፍርቂ ሚያዝያ ናትና ንሱ እዩ እቲ ናቶም ቀዳማይ ወርሒ ኣቢብ ዝብልዎ ኩሉ ግዜ ካብ ፍርቂ እቲ ሓደ ወርሒ ክሳዕ ፍርቂ ናይቲ ዝስዕብ ወርሒ እዩ ናቶም ሓደ ሙሉእ ወርሒ ዝስራዕ እዚ ማለት ኣቢብ ወይ ኒሳን ካብ ፍርቂ መጋቢት ናትና ክሳዕ ፍርቂ ሚያዝያ ናትና እዩ ከም ሓደ ወርሒ ብኦም ካልኣይ ወርሒ ናቶም ካብ ፍርቂ ሚያዝያ ክሳብ ፍርቂ ጉንበት እንዳበለ እዩ ዝኸይድ ሕጂ በዚ መሰረት እታ ሻድሸይቲ ወርሒ ክንረኽባ እንተ ኣድለየ እዚ እዩ ካብ ፍርቂ መጋቢት ክሳዕ ፍርቂ ሚያዝያ ቀዳማይ ወርሒ እዩ። ካብ ፍርቂ ሚያዝያ ክሳዕ ፍርቂ ጉንበት ካልኣይ ወርሒ እዩ። ካብ ፍርቂ ጉንበት ክሳዕ ፍርቂ ሰነ ሳልሳይ ወርሒ እዩ። ካብ ፍርቂ ሰነ ክሳዕ ፍርቂ ሓምለ ራብዓይ ወርሒ እዩ። ካብ ፍርቂ ሓምለ ክሳዕ ፍርቂ ነሓሰ ሓምሳይ ወርሒ እዩ። ካብ ፍርቂ ነሓሰ ክሳዕ ፍርቂ መስከረም ሻድሻይ ወርሒ እዩ። ስለዚ መስከረም ኣቢሉ ከም ሻድሻይ ወርሒ ናቶም እዩ። ሳድሳይ ወርሒ እዩ። ስለዚ ብሳድሳይ ወርሒ መጺኡ ከበስራ ከሎ ካብ ፍርቂ ነሓሰ ክሳዕ ፍርቂ መስከረም ኣብ ዘሎ ናትና ናይ ኣዋርሕ ግዜ መጺኡ ኣበሲርዋ ማለት እዩ። እዚ እቲ ሻድሻይ ወርሒ እዩ። ሕጂ ክርስቶስ ኣብዛ ወርሒ እዚኣ ኣብዛ እኔኹ ባርያ እግዚኣብሄር ከም ዘረባኻ ይኹነለይ ካብ ትብል ጀሚሩ ኣብኣ እጥነስ ኣሎ ማለት እዩ። እቲ ናይ ጥንሲ መስርሕ ጀሚሩ ኣሎ። ከምቲ ዝበልክዎ ከኣ ክርስቶስ ተጠኒሱ ክውለድ ዝወሰደሉ ግዜ ከምቲ ንኹሉ ሰብ ዝወስደሉ ትሽዓተ ወርሒ ወሲዱሉ። ስለዚ ቀዳመይቲ ወርሒ ካበይ ትኸውን ኣላ ንክርስቶስ ሕጂ? ካብ ፍርቂ መስከረም ክሳዕ ፍርቂ ጥቅምቲ ቀዳማይ ወርሒ። ካብ ፍርቂ ጥቅምቲ ክሳዕ ፍርቂ ሕዳር ካልኣይ ወርሒ። ካብ ፍርቂ ሕዳር ክሳዕ ፍርቂ ታሕሳስ ሳልሳይ ወርሒ እዩ። ካብ ፍርቂ ታሕሳስ ክሳዕ ፍርቂ ጥሪ ራብዓይ ወርሒ እዩ። ካብ ፍርቂ ጥሪ ክሳዕ ፍርቂ የካቲት ሓምሳይ ወርሒ እዩ። ካብ ፍርቂ የካቲት ክሳዕ ፍርቂ መጋቢት ሳድሳይ ወርሒ'ዩ፣ ካብ ፍርቂ መጋቢት ክሳዕ ፍርቂ ሚያዝያ ሳብዓይ ወርሒ'ዩ፣ ካብ ፍርቂ ሚያዝያ ክሳዕ ፍርቂ ጉንበት ሳምናይ ወርሒ'ዩ፣ ካብ ፍርቂ ጉንበት ክሳዕ ፍርቂ ሰነ ታስዓይ ወርሒ'ዩ። እምበኣርሲ ፍቑራት፣ ክርስቶስ ብወርሒ ሰነ ደኣ'ምበር ብወርሒ ታሕሳስ ወይ ብወርሒ ጥሪ ከም ዘይተወልደ ሎሚ ኣብ ቅድሚ እቲ ንኹላትና ዘእ ብክርስቶስ ዘድሓነ ኣምላኽ ኩሉን ዝኾነ ሕያው እግዚኣብሔር ኣቦን፣ ኣብ ቅድሚ እቲ ንሕያዋንን ኃጥኣንን ክፈርድ ዘለዎ ክግለጽ እንጽበዮ ዘሎና ክርስቶስ የሱስ ጐይታ ክብርን፣ ኣብ ቅድሚ እቶም ንሓለዋና ዝዋፈሩ ቅዱሳት መላእኽትን ኣብ ቅድሚ ሕልናኹምን እምስክረልኩም ኣለኹ። ስለዚ ክንኣምን እንተድኣ ደሊና እቲ ሓቂ ክርስቶስ ብቋጽራ ኣህዛብ ብግሪጎርያን ወርሒ ሽዱሽተ ወይ ሰነ፣ ብናይ ብናይ ግእዝ እንተ ኣምጺእናዮ ድማ ከምኡ በታ ዓስረይቲ ወርሒ ማለት ወርሒ ሰነ ከም እተወልደ መጽሓፍ ቅዱስ መረጋገጺ ይህበና ኣሎ። እሞ እቲ ሓቂ በዛ ወርሒ በዛ ወርሒ እዚኣ በዛ ወርሒ ሰነ እምበር ብወርሒ ታሕሳስ ወይ ብወርሒ ጥሪ ከም ዘይተወልደ እዩ። እሞ ነቲ ሓቀኛ ፍጻመ ጥብቲ ሓሶት ኣእቲና ልበወለድ ካብ ንገብሮስ፣ ነቲ ሓቀኛ ፍጻመ ብዘይ ጥብቲ ሓሶት ሕዋስ ሓሶት ብዘይብሉ ብትኽክል ከምቲ ዘለዎ ክንቅበሎ እግዚኣብሔር ኣምላኽ ብፍቓደኛ መንፈስ ይደግፈና። ሓቅን ሓሶትን ጸናቢርካ ካብ ምጽንባል በዓላት ብኢዱ የናግፈና እብላ ኣለኹ። ሎሚ መዓልቲ ምድሓነ ተቐብልቲ ግዜ ሕጂያ እታ መዓልቲ ምድሓን ሕጂያ ካበይ ሓቅን ሓሶትን ሓዋዊስካ ካብ ዘሎ ምርዳእ ብኡ እንተጸናዕካ ክመጽእ ካብ ዝኽእል ፍርዲ ሎሚ ንድሓን ሎሚ ንድሓን ዋላ ብሓቂ ብኻልእ እዛ ሳድሰይቲ ወርሒ ብኻልእ ኢልና ተንሓስባውን ብኻልእ ተንሓስባውን እዛ ወርሒ ዓሰርተ ክልተ እዚኣ እዛ ዲሰምበር ወይ ታሕሳስ ዕስራን ሓሙሽተን ኣይትመጽኣልናን እያ። ኖኖእ ብግእዝ ዘሎ ሻድሻይ ወርሒ እዩ ኢልና ካብ የካቲት እንተ ንቖጽር እውን ከኣ ልክዕ ኣይትመጽኣልናን እያ። ታሪኽ እውን ኣረጋጊጹልና ክርስቶስ ታሕሳስ ከም ዘይተወልደ፣ ጥሪ ከም ዘይተወልደ። መጽሓፍ ቅዱስ ከኣ የረጋግጸልና ኣሎ ከምዛ ዝረኣናያ ክርስቶስ እታ ታሽዐይቲ ወርሒ ንክርስቶስ ካብ ፍርቂ ጉንበት ክሳዕ ፍርቂ ሰነ ኣብ ዘሎ ኣዋርሕ ከም እተወልደ እያ እሞ ነዛ ሓቂ እዚኣ ምስ ህይወትና እንተ ኣሕበርናያ ሓቂ ዝኾነ ትንኣስ ትዕበ ብዘየገድስ ሓቂ ምስ ህይወትና ክነሕብራ ከለና ሓራ ምውጻእ ኣሎ ነቲ ሓቂ ክትፈልጥዋ ኢኹም እቲ ሓቂ ሓራ ክተውጻኩም እያ ይብል ሕጂ ራእዩ ነቲ ሓቂ ክሳዕ ዘይፈለጥካ ሓራ ይወጻኻና ኣለኻ ሓራ ዘይወጻኻሉ ነገር ኣሎ ነቲ ሓቂ ንሓደ ዛዕባ ኣመልኪትካ ሓቂ ክሳዕ ዘይፈለጥካ እዋን ብተዘዋዋሪ ኣብ ግዝኣት ድያብሎስ ኢኻ ዘለኻ ማለት እዩ። እዚኣ ከይንጥበረላ ብትኽክል ክንፈልጣ ዘለና እዩ። ስለዚ ካብዚ ብተዘዋዋሪ ዝኾነ ዘይቀጥታዊ ዝኾነ ዲያብሎሳዊ ግዝኣት ከኣ እዩ ተቐብልቲ ግዜ ሕጂ እታ መዓልቲ ምድሓን ሕጂ እያ ዝብለና መጽሓፍ ቅዱስ እምበር ካብ መንፈስ ንተወልደ ንዝደሓነ ዶ ክልተ ግዜ ምድሓን ኣድልዮ ኮይኑ ግን እቲ ምድሓን ዝብሎ ዘሎ እንታይ እዩ ንኣመንቲ እንዲኹም ኢሎም ሃዋርያ ጳውሎስ ነቶም ዝደሓኑ እኮ እዩ ካልኣይ ቆሮንቶስ ምዕራፍ ሽዱሽተ ኢኹም ትረኽብዋ እዚኣ ንኦም ደኣ እንታይ ምድሓን ኣድልዎም እንተኢልና እወ ዘይቀጥታዊ ዝኾነ ተዘዋዋሪ ዝኾነ ዲያብሎሳዊ ግዝኣት ስለ ዘሎ ሓሶት ካብ ዲያብሎስ እያ ኢልና እንድሕር ተረዲእና ንሓደ ዛዕባ ሓቂ ክሳዕ ዘይፈል ንሓደ ዛዕባ ብዝምልከት ከኣ ሓቂ ክሳዕ ዘይፈለጥና ብዛዕባኡ ዝህልወና ፍልጠት ዋላ ንሕና ሓቂ ንበሎ ሓሶት እዩ ድሕሪ ሓቂ ዘይፈለጥና ኮይንና ክደግማ እየ ንሓደ ዛዕባ ብዝምልከት ሓቂ ክሳዕ ዘይፈለጥና ዋላ እቲ ፈሊጥናዮ ዘለና ሓቂ እንተመሰለና ሓቂ ናይ ዝመሰለና ሓቂ እዩ ማለት ኣይኮነን ንዓናይ ሓቂ መስለና ኣሎ እምበር ሓቂ ኣይኮነን ስለዚ ሓሶት እዩ ሓሶት ከኣ ናይ መን እዩ ናይ ዲያብሎስ እዩ ስለዚ ሓሶት እንድሕር ኣለና ንሓደ ዛዕባ ብዝምልከት ሓሶት ዝኾነ ርድኢት እንድሕር ኣለና ብተዘዋዋሪ ኣብ ገጻ ዲያብሎስ ኣለና ማለት እዩ። ከምኡ ስለ ዝኾነ ከኣ እዩ ነንመዓልቱ ሓቂ ክንፈልጥ ምዃንና ስለ ዝፈለጠ እንታይ ኢሉ ተቐብልቲ ግዜ ሕጂ እያ እታ መዓልቲ ምድሓን ሕጂ እያ ኣይሉና እንታይ ማለት እዩ ሕጂ ንሓደ ዛዕባ ብዝምልከት ሓቂ ክፈልጥ ከለኹ ካብቲ ዝነበረኒ ነቲ ዛዕባ ብዝምልከት ዝነበረኒ ሓሶት እንታይ ክኸውን ኣለኹ ሓራ ወፅእ ኣለኹ እድሕን ኣለኹ እሞ ንልደት ክርስቶስ ብዝምልከት ከኣ ካብ ዝነበረና ሓሶት ሎሚ ንድሓን፣ ክርስቶስ ታሕሳስ ዕስራን ሓሙሽተን ኣይተወልደን፣ ክርስቶስ ጥሪ ሸውዓተ ውን ኣይተወልደን፣ ክርስቶስ ግና ኣብ ወርሒ ሰነ እዩ ተወሊዱ ዘሎ ጎይታ ብርኽ ኣብልኩም ስለ ዝሰማዕኩምኒ ኣብ ዝቅጽል ንዚ ነገር እዚ ኣመልኪተ ካልኦት ክልተ ተኻታተልቲ መደባት ሒዘልኩም ክቀርብ ብጎይታ ተስፋ እገብር ኣለኹ ከም ዝግባእ ክዛረበሉ ክኽእል ንተን ክልተ መደባት ድማ ኣብ ጸሎትኩም እንዳዘከርኩምኒ ኣመስግኑለይ ኢኹም